ዓቕሚ ናይ ሓይሊ ኣየር ይትረፍ ንውሽጣዊ ዕማማቱ ንኻልእ ዕማማት ዝበቅዕ ሰብ እዩ። ናይ ኮላል መሓዙት ኣለዉኒ ኣብ ምንታይ? እዚ ስርዓት እዚ ኣብ ምውጋድ። ፋኖ ንምዕራብ ትግራይ ከምዘይዋጋእን ኣብ ጎኒ ሰራዊት ትግራይ ጠጠው ከምዝብልን ኣፍሊጡ ኣሎ። ናይቲ ዘመን ውግእ ተቐይሩ እዩ ናብ ተራራይ ንኸድን ናብ መራሕቲ ኢና ንኸይድ ሰላም ሰላም ፍትዋትን ክቡራትን ተኸታተልቲ እንኳዕ ናብ ቻናል እዚ ብድሓን መጻኹም ነዚ ቻናል ሓደሽ እንተኾንኩም ላይክ ሰብስክራይብ ምግባር ጀምሩ ሎሚ እውን ከምቲ ልሙድ ሓደሽን ትኩሳትን ዛዕባትን ናባኹም ሒዝና ቀሪብና ኣለና እዚ ቻናልና ሓደ ሽሕ ሰብስክራይብ ስለልመለአ

ስለዚ እዩ ነቲ ኮለጅን ምዕባሌኡ ክሕግዝ ዝኸኣለ። ዋና ኣዛዚ ሓይሊ ኣየር ኤርትራ ሜጀር ጀነራል ተኽላይ ሃብስላሰ ኣብቲ ናይ ምምራቕ ጽንብል ኣብ ዘስማዕካዮ ቃል፣ ንመማህራንን ኣሰልጠንትን ብፍሉይ ኣመስጊንካዮም ኢኻ። ካብቲ ዝነበሮም ተራን ዝገበርዎ ኣበርክቶን ከም ዝብገስ ከኣ ርዱእ እዩ። ተራ ናይዞም ሰባት እዚኦም ከመይ ምንባሩ ግለጹ ምደለኹ እሞ ብዛዕብኡ መግለጺ ተትህበና። ብዘይምግናን ለይትን መዓልትን እዮም ዝሰርሑ። ቤት ናይ ኮናት
መሓዙት ኣለዉኒ ኣብ ምንታይ ዋእ እዚ ስርዓት እዚ ኣብ ምውጋድ በቃ ጸላኢና እዩ ዝበሉ ማለት ከምቲ ንሕና ናይ ህልውናን ድሕነትን ሓደጋና ምንጪ ብልጽግና እዩ ንብል ካልኦቶም ውን ናይ ህልውና ሃና ሓደጋ ብልጽግና እዩ ዝብሉ እኔዉ ኣብ ዝሓለፈ ዘይነበሩ ሕዚ ዘለዉ ማለት እዩ ስለዚ ዝተሓጋገዝ ብናይ ባዕሉ ዕላማ ማለት ዝተሓጋገዝ ሓይሊ መን ንትግራይ በይኑ ይብሉ ንተኣማምን ግን ኣብ በዓልትና እዩ ኣብ ዝኾነ እዋን ንሕና ንተኣምኖ ብዓልና ኢና ሓሊፍና ከም ንዕወት ከኣ ንፈልጥ ኢና ኩሉ ሓሊፍና ጌርና ኢና ናብ ሕሉፍ ኣብ መኸተው ነርእና ኢና ሕዙር ክደሞ ነው ይመሱ ክንምልኦ ማለት እዩ ግን ተወናታት ስለ ዝተቐየረ መሓዙት ኣለዉ ኣብቲ መሓዙትን ብደንብ ክንፈልጥ ኣለና ኣብ ደሓን ደሓን ንራኸብ ኣይኮነን ኣብ ምንታይ እዩ ኣብ ናይ ሓባር ጸላኢ ብልጽግና ጸላኢና እዩ ዝብሉ ብልጽግና ናይ ህልውና ሓደጋ ምንጪ እዩ ዝብሉ ክንቃለስ ኢና ጥራሕ እንተይኮነስ ዝቃለሱን ዘለዉ ንሕና እናጽናዕና ጸኒሕና ኢና ተጓይና ኣይኣተናን መሓዙት ኣለውና እዩ ምሕዝነት ፈጢርና እያ ኢና ኣብ ከይዲ እውን እያ ዘላ ግን ተፈጢረ ናይ ምጥንኻር ግዜ ኮይኑ ግልፂ እዩ ክንጥዕና ኣለና ኣሕሊፍና ንቦ ነገር ክሉ ይኽእልን ከመይ ገይሩ ብሄራዊ ህልውናና ክነረጋግፅ ልዕሊ ኩሉ ዝፀላእ እዚ ኩቃዕ ዝፀላእ እዚ ከይኣለኻ ከይገለፅካ ዝግበር ነገር እውን የለን። ሓድሽ ሰበር ዜና ብዛዕባ ምዕራብ ትግራይ ተሰሚዑ ኣሎ። ብዛዕባ እዚ ተወሳኺ ኣለና ላይክ ሸር ብምግባር ኣዳምፅዎ። እታት ፋኖ ኣብ ጉዳይ ፅምዶን ምዕራብ ትግራይን ከካይድዎ ዝፀንሑ ኣኼባ ብስምምዕ ከምዝተዛዘመ ተገሊፁ። ኣመራርሓ ፋኖ ጎንደር ምዕራብ ትግራይ ናብ ትግራይ ከይምለስ ክቃወሙ ዝፀንሑ እኳ እንተኾኑ እቶም ኣመራርሓ ግን ነቲ ዘሎ ሕገ መንግስቲ ምስ ኩሉ ፀገማቱ እንተዘይተቐቢልናዮ ቃልስና ከዕውት ኣይኽእልን ብምባል ብኣብዝሓ ድምፂ ወሲኖም ኣለው። እቶም ኣመራርሓ ወሲኾም ስርዓት ብልፅግና ካብ ስልጣን ንምእላይ ምስ ሰራዊት ትግራይን ካልኦት ሓይልታት ሓቢርና ክንሰርሕ ኣለና፣ ምስ ትግራይ ይኹን ምስ ካልኦት ሓይልታት ወይ ከዓ ክልላት ዘለና ናይ ግዝኣት ግጭት እውን ነቲ ዘሎ ሕገ መንግስቲ ተቐቢልና ካብ ምፍታሕ ወፃኢ ካልእ ኣማራፂ የብልናን ኢሎም። ነዙይ ስዒቡ ድማ ፋኖ ኣካል እቲ ሓዱሽ ፅምዶ ብምዃን ኣብ ልዕሊ ስርዓት ብልፅግና ዝጀመሮ ቃልሲ ኣጠናኺሩ ከምዝቕፅል እውን ኣረጋጊፁ ኣሎ። ፋኖ ንምዕራብ ትግራይ ከምዘይዋጋእን ኣብ ጎኒ ሰራዊት ትግራይ ጠጠው ከምዝብልን ኣፍሊጡ ኣሎ። ናይቲ ዘመን ውግእ ተቐይሩ እዩ፣ ናብ ተራራይ ንኸድን ናብ መራሕቲና ንኸይድ እሞ እዚ ደኣ እሞ ካብቲ ዝሓለፈ ዝኸፈአን ዝኸበደን ውግእ ዘይኮን ዝገብሩ ዘለውስ ኣብ ግለ ሰባት ዘነጻጸረ ይስራሕ ኣለዎ ይሰርሑ ኣለዎ። ህዝቢ ትግራይ ከዓ ከም ህዝቢ ከም ነብሪ ክለዓሎም ባዕሎም ዕድል ይፈጥሩ ኣለዉ ማለት እዩ። ይዛረቦ ብደሚያ ቀለም ጸሓፍዎ ኢኹም። ኣብ ዝሓለፈ ፕሮሳተይ ዳርጋ ኩሎም ዝበልክዎም ብጋህዲ ተራእዮም እዮም። እዚ ሕጂ ዝዛረቦ ድማ ብደሚቕ ቀለም ጸሓፍዎ ኢኹም። ኣብ ማሕበራዊ ሚድያ ወሓላሉ ኢና ኢሎም ዝሓስቡ ዕሱባት ናይ ኢንሳ ኤርትራ ምስ ኢትዮጵያ ሻዕብያ ምስ ብልጽግና ብውሽጢ ውሽጢ ዝርርብ ጀሚሩ ኣብይ ምስ ኢሳያስ ክራኸቡ ዕለት ቆጺሮም ዝብል ዘረባታት ካብ እሙናት ምንጭታት መጺኡ እናተባህለ ክጋዋሕ ቀኒሉ ካብዚ ተቐቢሎም ድማ ብዙሓት ኢትዮጵያውያን ክደጋግምዎ ዝስምዑ ኣለዉ። ሕጂ ኣነ መልሰይ ክህብ። እዚ መልሲ እቶም ኮነ ኢሎም ዝዘርግሕዎ ኣባላት ኢንሳ ዝፈልጥዎ ስለ ዝኾነ ናይ መን ምዃኑ ምንጻር ኣየድልይን እዩ። ኣነ ዝብሎ ዘለኹ እዩ። እንተቶም ሓቂ መሲልዎም ዘሎ ኢትዮጵያውያን ድማ መሪሕነት ሻዕብያ ከመይ ምዃኑ ጥዑይ ገይሩ ክበርሃሎም ኣነ ዝብሎ ኣለኒ። እዚ ናይ ውልቀይ ትንታነ እዩ። ሓንቲ ኣደ ንትሽዓተ ኣዋርሕ ኣብ ከብዳ ጸይራቶ ዝጸንሐት ቆልዓ ብውነኣ ዓይና እናረኣየት ኢሕ ኢላ ንዝወለዶቶ ካልኣይቲ ሰበይቲ መጺኣ እዚ ውላደይ እዩ እንተኢላታ እንታይ ኢላ ትምልሰላ ኢልኩም ትሓስቡ? ክሳብ ክትቀትላ እውን ትኽእል እያ። ኣይኮነን ድዩ? በሉ ክርዳኣኩም ሻዕብያ ብሓፈሽኡ ህዝቢ ኤርትራ በታ ነዊሕ ጥንሳን ብርቱዕ ሕርሳን ውላዱ እዩ መጺእዎ ዝዕሸል ካብዚ ንኔው ባዕልኹም ተረድእዎ በሉ እታ ዜና ኣብ መንጎ ኤርትራን ትግራይን ኣምሓራን ሱዳንን ካልእ ህዝብታትን ተመስሪቱ ዘሎ ጽምዶን ዝምድናን ንምብትታን እምነት ንምጥፋእን ተፈብረኸት እያ ካልእ ዕላማ እውን የብላን ብልጽግናን ቆልዓ በሻሻን ብተንኮል ተባዕተ ውዲቶም ንምስሳይ ብትሕቲ ጣውላ ንኽራኸቡን ንኽዘራረቡን ዘይደልዩ ኣይኮኑን። ኣብ ሓደ ጠረጴዛ ኮፍ ንኽብሉ ዕድመ የቕርቡ እዮም። ኤርትራ ግን መልሳ ሓንትን ንጽርትን እያ። ብዛዕባ ምንታይ ኮፍ ክንብል? ሓባ ዓጽሚ ሓደ እዋን ኣብ ቃለ መሕትቱ ኣብ ጎረቤትካ ሓዊ ይነድድ እንተሃልዩ እቲ ሓዊ ከይጠፍአ ስቕ ኢልካ ኣይድቀስን እዩ ኢሉ ነይሩ።

ስለዚ ሱዳን ዝረግጽ ንሶማል ዝጎሲ ንትግራይን ኣምሓራን ኦሮሞን ካልኦት በዚ ቆልዓ ዝሰንበሩ ህዝብታት ኢትዮጵያ ዝሳገር ዝኾነ ዓይነት ዝርርብ ብፍጹም ኣይተገብረን ኣይክግበርን እውን እዩ። ካብዚ ብዝተረፈ

ኣይትሕዙናን ኢኹም ኢለ ነይረ ትማሊ እዚ ቆንዳፍ ጎሞቹ ንዓና ከፋራርሕ ናብ ቲቪ ምምጽኡ ከም ዓቢ ዓወት ሓሲብዎ ነይሩ ብድሕሪኡ ንሕና ዝገበርናዮ ግን ሕጂ መርድእ ክነግሮ እየ እቲ እዞም ክልተ ደናጉላ ዘየቕለቡሉን ንኹሎም ደለይት ሰላም ህዝብታት ቀርኒ ኣፍሪቃ ብስራት ዝኾነ ሓበሬታ እኖ ካብዚ ሎሚ ዕለት ኣትሒዙ ጉዕዞን ኣንፈትን ጽምዶ፣ ትሕዝቶን ሰነዳትን ጽምዶ፣ መብርህን ጭብጥታትን ጽምዶ፣ ኣብ ኣዲስ ኣበባ። ብስርዓት ብልጽግና ዝተጸውዐ ናይ ውግእ ምብሳር ሰልፊ ኣመልኪቱ ካብ ህዝብን ምምሕዳርን ዞባ ደቡብ ትግራይ ዝተዋሃበ መግለጺ። ዝኸበርካ ኣብ ውሽጢ ዓድን ወጻእን ትነብር በዓል መትከል ህዝብና፣ ዝኸበርካ በዓል ጽኑዕ ቃል ኪዳን ዝኾንካ ሓየት ሰራዊት ትግራይ፣ ስርዓት ብልጽግና ኣብ ልዕሊ ህዝቢ ትግራይ ካብ ዘለዎ ሕዱርን ምሒርን ጽላኣት ዝብገስ ትግራዋይ ዝበሃል ፍጡር ከየብረስኩን ከየዋረድኩን ኣይነብርን ካብ ዝብል ሰይጣናዊ መርኣይ ኣብ ልዕሊ ህዝቢ ትግራይ ኩሉ ዓይነት ዓቕምታት ኣተኣኻኺቡ ብዕሊ ጀኖሳይዳዊ ወራር ኣካይዱ ኣብ መዋእል ደቂ ሰባት ተራእዩ ዘይፈልጥ ነውራም ተግባር ፈጺሙ እዩ ህዝቢ ትግራይ ነዚ ዘርዓዊ ግፍዒ ጠጠው ንኽብል ካብ ጫፍ ናብ ጫፍ ትግራይ ኸቲቱ ትግራይ ትስዕር ትብል ናይ ቃልሲ ቃል ኪዳን ወኒኑ ሃሎ ተረጋጊጹ ስርዓት ብልጽግና ክንዲ ድላዩ ዘራያት ይኣክብ ክንዲ ድላዩ ጋዕገልጠም የሰልፍ ኣብ ቅድሚ ህዝቢ ትግራይ ጠጠው ክብል ከም ዘይኽእል ብቕልጽሙ ኣረጋጊጹ ተገዲዶም ንዘተ ሰላም ክቕመጡ ገይሩ እዩ። ኮይኑ ግን ስርዓት ብልጽግና ክፍጠር ከሎ ህዝቢ ትግራይ ንምጥፋእ ዕላማ ብምግባር ስለ ዝኾነ ሕዚ እውን ካብ ትማሊ ጥፍዓቱ ከይተምሃረ ህዝቢ ትግራይ ዳግም ናብ ውግእ ንምእታው ኣብታ ናይ መወዳእታ ምዕራፍ በጺሑ ኣሎ። ስርዓት ብልጽግና ኣብ ልዕሊ ህዝቢ ትግራይ ካሊእ ዙር ውግእ ንምኽፋት ድሕሪ ስምምዕ ውዕል ፕሪቶርያ ብጭቡጥ ዝተፈላለዩ ትንኮሳታት እናካየደ መጺኡ እዩ። ብፍላይ ብኣንፈት ዞባና ዞባ ደቡብ ትግራይ ካብ ጥሪ ዕስራን ሰለስተን ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሩ ክሳብ ሕዚ ብኣርባዕተ ኣንፈት ዓሰርተ ክልተ ግዜ ብድሮን ብእግረኛን ብመዳፍዕን ዝተደገፈ ውግእ ኣብ ዝተፈላለዩ እዋን ኣካይዱ ኣብ ሰብን ንብረትን ሰፍ ዘይብል መጉዳእቲ ኣብጺሑ እዩ። ምእንተ ሰላም ክንብል ግን ተወቒዕና ከም ዘይተወቓዕና ኮይና ነቲ ኩነታት እናህዳእና መጺእና ኢና። እዚ ብዘይ ኩናት ክነብር ዘይኽእል ብሕታዊ ዓቕሙ ኩናት ምጽሕታር ዝኾነ ስርዓት ብልጽግና፣ ህዝቢ ትግራይ ኣብ ሓያል ዕጽዋን ክባን እእትዩ ክድስክል፣ ምሕደራ ህዝቢ ትግራይ ካብ ኢድ ህወሓት ወጺኡ ስርዓት ብልጽግና ኣብ ትግራይ ንምትካል ዝኸዶ ርሕቐት ብጽንዓትን ቃልስን ተጋሩ ስለ ዝተኾለፈ ሎሚ ድማ እቶም ትማሊ ትግራይ ክመርሑ ዕድል ዝረኸቡ ግን ድማ ብብልጽግና ተዓዲጎም ትግራይን ህዝባን ትሕቲ ውልቀ ረብሖኦም ዝሰርዕዋ ዕሉላት ገበነኛታትን ባንዳታትን ኣተኣኻኺቡ ግፋ ደው ይበል ሰላም ነስፍን ብዝብል ሽፋን እቲ ንዝሓለፈ ሰሙናት ብዝተፈላለዩ ሚድያታት ኣብ ልዕሊ ህዝቢ ትግራይ ተሊምዎ ዘሎ ወራር ህዝባዊ መልክዕ ንምትሓዝ ክኸዶ ዝቐነየ ናይ ፕሮፖጋንዳ ስራሕ መቐጸልታ ዝኾነ ሰልፊ ኣብ ኣዲስ ኣበባ ከካይድ ምድላዋቱ ወዲኦ ኣሎ። እዚ ተጸዊዑ ዘሎ ሰልፊ ተጋሩ ዝድግፍዎ ካሊእ ዙር ሕጊ ናይ ምኽባር ወፍሪ ብዝብል ንምጥቃምን ኣብ ልዕሊ ህዝቢ ትግራይ ዘነጻጸረ ዳግማይ ወራር ንምስላጥ ዝተጸውዐ መበሰሪ ሰልፊ እዩ። ከም ህዝብን ምምሕዳርን ዞባ ደቡብ ትግራይ እዚ ናይ ብልጽግና ሰልፊ ንጥፍኣት ህዝቢ ትግራይ ዝተጠጀአ ሰልፊ ብምዃኑ እናኾነና ዝኾነ ይኹን ትግራዋይ ኣብዚ ሰልፊ እዚ ተሳቲፉ መንነታዊ ታሪኻዊ ስሕተት ከይፍጽም ክጥንቀቕ ድማ ኣቐዲምና ንጽውዕ። ዝኸበርካ ህዝቢ ትግራይ ብፍላይ ኸዓ መንእሰይ ትግራይ እቲ ትማሊ ኣብ ቅድሚ ዓይንኻ ኣዴኻን ሓፍትኻን ደፊሩ መናእሰይ ኣሕዋትካን ኣየታትካን ረሽኑ ኣብ ቅድሚ ዓለም ዘዋረደካ ዘበሳበሰካን ሓይሊ ሕዚ ናይ መንእሰይ ትግራይ መዕቆቢ ክኸውን ከም ዘይኽእል ብልቢ ክትግንዘቦ ኣለካ። ህዝቢ ትግራይ ይትረፍ ንሃለዋቱን መንነቱን ንዓድማቱ እውን ተገዲዱ ወፊሮ ይፈልጥን ብሓድሓደ ኣናእሽቱ ናይ ኣከያይዳ ግድፈታት እናተዓሸውካ ነቲ ዝዓበየ ሓቂ ንጎኒ ገዲፍካ ብፍቓድካ ኣብ መንጋጋ ጸላኢ ተኣቱ ዘለኻ ስኽን ኢልካ ኣስተብህል። እዞም ንዓኻ ዝሓለዩ መሲሎም ዛህድሙኻ ዘለዉ ኸደምቲ ስርዓት ብልጽግና እምበር እቲ ብዛዕባ ናትካ ናይ ሎምን ጽባሕን ጉዕዞ ተስፋን ዝጭነቕ ሓይሊ ናብ በላዒ ክትኣቱ ኣይምዕደካን ታሪክካን መንነትካን ተጸይፉ ዝኸፈልካዮ ዋጋ ረሲዑ ወራር ዝፈጸመልካ ሓይሊ ብዝኾነ ይኹን መለክዒ ፈታዊኻን መዕቆቢኻን ክኸውን ከምዘይኽእል ክትግንዘብ ይግባእ። ንትግራዋይ ይትረፍ ሕዚ ፈታዊ ኣብ ዘብዛሕናሉ፣ ጠንካራ ናይ መኸተ ሓይሊ ኣብ ዝሃነጽናሉን እዋን፣ ኣብቲ ጽንኩር ጸልማትን እዋን እውን ትሕቲ ሰማይ ልዕሊ መሬት ዘጋጠሙና ተጻብኦታት ፈረኽረኽ ከይበልና ሓደ ኮይና ስለ ዝመከትና እቲ ዘይሓልፍ ዝመስል ኣብ ሓጺር እዋን ሰጊርና ዓለም ዘስደመመ ቅያ ሰሪሕና ኢና። ዝኸበርካ መንእሰይና ንትግራዋይ ኣብ ዝኾነ ይኹን ኩነታት ምምራኽ እቲ ዝዓበየ ሕስረትን ውርዴትን እዩ። ግን ሕዚ እዞም ቅልብተኛታት ስርዓት ብልጽግና ዝኾኑ ባንዳታት ተጋሩ ብገዛ ፍቓድኻ ትማረኽ ይገብሩኻ ከም ዘለዉ ክትፈልጥ ይግባእ። ኣያታትካን ናይ ትማል ኣሕዋትካን መሓዙትኻን ዓድኻ፣ ህዝብኻ ብጸላኢ ክጋፋዕን ክበሳበስን ኣሕሊፍካ ምሃብ ኣይኮኑን ኣምሂሮምካ። እኳ ደኣስ ንዓድኻን ንህዝብኻን እምቢ ንባርነትን ውርዴትን ኢልካ ክሳብ መወዳእታ ብጽንዓት ምውዳቕ ዋጋ ምኽፋልን እዮም ብተግባር ኣርእዮም ናብ ዘብጽሖምና ትግራይ ንምጥፋእ ዝህንደድ ዘሎ ሓይሊ። ኣብ ክንዲ ትግራይ ተበሳብስ ኣይንፈቕደልካን ኢልካ ምምካት፣ ቅድሚ ምምጻእኻ ኣነ ክመጽእ ኢልካ ናብ እግሪ ጸላኢ ምስጋድ፣ ውሉዳዊ ክሕደት ምፍጻም ንኽብርን መንነትን ትግራዋይ ዘይምጥን እውን እዩ። ብምዃኑ ድማ ብመደናገርትን ሓሻኽርን ስርዓት ብልጽግና ተታሊልካ ንዝተፈላለዩ ሓደጋታት እናተቓላዕኻ ትርከብ መንእሰይ ትግራይ፣ ናብ ዓድኻ ተመሊስካ ክብርኻን መንነትካን ክተውሕስ በዚ ኣጋጣሚ እዚ ጻውዒትና ነቕርብ። ኣብ መወዳእታ ብናይ ወለዶታት ናይ ጅግንነት ቅብብል ውሕስቲ ኮይና ዝጸንሐት ዓዲ ኣብ ናትና ዕድመ ንሕና እናሃለውና ስርዓት ብልጽግና ከም መራስሕ ኣይንፈቅድን ብዝብል ትግራዋይ ወነ ወለዶኣዊ ሓላፍነትን ክሳብ መወዳእታ ክንዋጻዕ ኢና ኢልኩም ንዝወሰንኩም መንእሰይና ዘለና ኣኽብሮት ልዑል ምዃኑ ንገልጽ ንፈቱ። ስርዓት ብልጽግና ከም ስርዓት ደርግ ከይተደምሰሰ ትግራይ ቀሲና ትነብር ማለት ዘበት ምዃኑ ፈሊጥና እቲ ብሕታዊ ዋሓስ ህዝቢ ትግራይ ዝኾነ ሰራዊት ትግራይ ኩሉ ዓቕሙ ብዝፈቕደሉ ኸቲቱ ክጠናኸር ክገብር ከም ህዝብን ምምሕዳርን ዞባ ደቡብ ትግራይ ድማ ስርዓት ብልጽግና ብምድምሳስ ውሕስቲ ትግራይ ንምፍጣር ንዝግበር ዝኾነ ይኹን ምንቅስቓስ ኣብ ጎኒ ሰራዊትና ጠጠው ኢልና ካባና ዘድሊ ኩሉ ንምውፋይ ቅሩባት ምዃንና በዚ ኣጋጣሚ እዚ ነረጋግጽ። ትግራይ ናብ ካሊእ ዙር ደማዊ ውግእ ንምእታው ብስርዓት ብልጽግና ዝግበር ዘሎ ምንቅስቓስ ንኹንን ኣብዚ ወለዶ ዝበጺሓ ትግራይ ኣይትበሳበስን ዘበት ንብሔራዊ ውርደት መዋጾና ዓቕምታት መኸተና ኣጠናኺርና ምግዳል እዩ። ትግራይ ዳግማይ ትስዕር እያ። ዘለዓለማዊ ክብርን ሞገስን ንስዋኣትና ሓምለ 1218 ዓመተ ምህረት ምምሕዳር ዞባ ደቡብ ትግራይ